ኦፊስ ኦፍ ፎሬን ኣሰትስ ኮንትሮል ዝበሃል ኣብ ውሽጢ ናይ ትሬዠሪ ናይ ኣሜሪካ ዘሎ ኦፊስ እዩ ሕጂ ነዚኣ ብዙሕ ሰብ ኣብ ኒውስ እውን ንርእይዎ ኸውን እዩ ጀነራል ፊሊጶስ ወልደ ዮሃንስ በቲ ዓንቶይ ዝጠቐስናዮ ናይ ማግኒትስኪ ኣክት ብኡኡ ኣብ ኣሜሪካ ተኸሲሱ መግለፂ ወፂኡሉ እዩ። ኩለን ዓይነት ስፐል ኣገባብራ ናይ ሽሙ ሓንሳብ ኤፍ ኣይ ኤል ኣይ ገይሮሞ ኣለው፣ ሓንሳብ ፒ ኤች ገይሮሞ ኣለው፣ ዳብል ኤል ገለ ሽም ኣቡኡ ሽም ኣባሓጉኡ ኣብዚኣ ኢንተረስት ዝገበረትኒ ከኣ እዚ መወዳእታ ዘሎ ዓዲ ኣብዚ ፕሌስ ፒኦቢ ማለት ፕሌስ ኦፍ በርዝ ማለት እዩ ጸሎት ኣስመራ ኤሪትሪያ ይብል ኣሎ ኣብዚ ከኣ ሽረ ትግራይ ዝብል ኣሎ ኣም ናት ሰይንግ ገይርዎ ድዩ ዓዱ ድዩ ኣይኮነን ኣይኮንኩን ድብ ደለኹ ኣብ ገሊኡ ዶኩመንት ናቱ ግን ከምኡ ዝብል ረኺቦም ኣሎ ማለት ናይ ቆልዑ ድዩ ምስ ዓበየ ድዩ ተጋዳላይ ከሎ ድዩ ገለ ግን ተጋዳላይ እንድዩ ወላ ጀነራል ይኹን ተጋዳላይ ከኣ ቀዳድያ ጅብኡ እንድዩ ዝበሃል ሕጂ ብገንዘቡስ ወልሓንቲ ክገብሩ ኣይክእሉን እዮም ኢሎም ዝሓስቡ ብዙሓት ሰባት ክህሉ እዮም እዚኦም ጀነራላት ናይ ኤርትራ ኣብ ዝተፈላለየ ነገር እንዳዋፈሩ ሚልዮነራት እዮም ኩሉ ሰብ ዝፈልጦ እዩ ሕጂ መንግስቲ ኣሜሪካ ካታይ ገይሩ ዘሎ ኣብዚኣ እውን ክንጠቕሳ ማለት እዩ። እዚ ኩሉ በቲ ናይ ማግኒትስኪ ዝበሃል ኣክት፣ በቲ ናይ ማግኒትስኪ ግሎባል ማግኒትስኪ ሂዩማን ራይትስ ኣካውንታብሊቲ ኣክት ዝበሃል ብኡ መሰረት ገይሮም እዮም ከሲሶሞ ዘሎ። ናይ ካንሰር ማሽን ክንገዝእ ኣዋጽኡ ይብሉ ነይሮም። ሕጂ ጀነራል እያ ናይ ካንሰር እንታይ ናይ ካንሰር ኣብ ዝኾነ ቃለ መጠይቕ ሳልስቲ ከምኡ ገይረ ነይረ ናይ ካንሰር እንታይ እያ ካንሰር ድያ ተካፋፍል ትሰርሕ ድያ እንታይ እያ ትገብር ናይ ኤምኣርኣይ መስኣሊት እያ እዮም ክብሉ ደልዮም ግን እቲ ዲቴይል ናታ ነቲ ሰብ ኣየድልዮን እዩ ገንዘብ ክእክቡ ስለደልዮም ዘለዉ ከምዚ ትስሕብ ነገር እዮም ናይ ካንሰር ማሽን እዮም ዝብልዎ ግን ናይ ብሓቂ መንግስትስ ካብዚ ወፃኢ ዘሎ ሰብ ሰልዲ ዋፂ ድዩ ኤምኣርኣይ ማሽን ዝገዝእ ኣይኮነን
ሰላም ዝኸበርኩም ተኸታተልቲ እዚ መደብ ንሎማዓንቲ ሒዘልኩም መጼ ዘለኹ ጋሻ በረኸት እስቲፋኖስ እዩ ንሎሚ ክንዛረበሉ ተላሊና ዘለና ኣርእስቲ ኣብ መዳይ ሕጊ ብፍሉይ ከኣ ምስ እገዳታት ኣብ ቀረባ መዓልታት ባይቶ ካናዳ ዝዘተየሉ ሓደ ማግኔትስኪ ኣክት ዝብል ናይ እገዳ ኩነታት ነይሩ። እዚ ናይ ማግኔትስኪ ኣክት ዝብል ናይ እገዳ መስርሕ ወይ እማመ ከዓ ደለይቲ ፍትሒ ኤርትራውያን ኣብ ካናዳ ዝቕመጡ ብዝኣከብዎ ፌርማታት ወይ ፐቲሽን ዝተበገሰ እዩ ነይሩ። ብሓፈሻ እቲ ማግነትስኪ ኣክት እንታይ እዩ ኣብ ዝብል መብርሂ ክህበና ሞያዊ ክእለቱ ብምምርኳስ ንበረኸት ክንውከሶ ኢና። ምስ እገዳ ዝተሓሓዝ ሓደ ሓደ መብርሂታት እውን ሓፈሻዊ ዝኾነ ንኤርትራን ነቲ ንኤርትራ ዝመርሕ ዘሎ ስርዓትን ዝምልከት እውን ሓደ ዘተ ኣዳሊና ኣለና። ሰናይ ምክትታል። በረኸት ዕድሜና ኣኽቢርካ ናብዚ ናተይ ቻነል ምምጻኻ ኣዝየ የመስግነካ መጀመርያ።
የቀኔለይ ዶክተር ዮናታን ኣነ ውን ደስ ይብለኒ ኣብ ናትካ ቻነል ምምጸኤ።
ሕራይ ብቀጥታ ናብቲ ሕቶ ክንኣቱ በሬ መጀመርያ እዚ ማግኔትስኪ ኣክት ዝባሃል ቁሩብ መብርሂ ንክኮነና ሰርጌይ ማግኔትስኪ ንዝበሃል ሓደ ሩስያዊ ከም ዝመስለኒ እውን ናይ ሕጊ ክኢላን ኦዲተርን ዝነበረ ብዛዕባ ሓደ ሓደ ኣብ ሩስያ ዝግበር ዝነበረ ናይ ኮራፕሽን ወይ ብልሽውና ኬይዛት ብዝገበሮ መፅናዕቲ ምግላፅን መንግስቲ ሩስያ ኣብ ልዕሊኡ ማእሰርቲ ደሓር ከዓ ናብ ሞት ዘምርሐ ግፍዒ ወይ ሕማቕ ኣተሓሕዛ ምስ ገበሩሉ እሱ ዘበገሶ ኣብ ግዜ ባራክ ኦባማን ዝተጀመረ ኣብ ልዕሊ ውልቀ መለኽቲ ጨቆንቲ ዝኾኑ መንግስታት ካብ ዘን ሃገራት ምዕራብ ዝግበር ቀጻዒ ዝኾነ ስጉምቲ እዩ እቲ ናተይ ረድኢት ቁሩብ እዚ እቲ ኣነ ዘለኒ ኣፈናዊ መረዳእታ ኮይኑ ካብዚ ንላዕሊ እንታይ መብርሂ ክትውስኸልና ትኽእል? እወ
ኣይ ቲንክ ብጽቡቕ ገሊጽካ ኣለኻ ከምታ ኣነ ውን ዳርጋ ተዳልየ ነይረ ክሳብዚ ትማሊ ግን ሓንሳሓንሳ ይጌ ኬርድ ኣወይ ማለትሲ ምስ ኣንበብካዮስ ከመይ ኢሉ መጺኡ ገለ ኢለ ሕጂ ሓድሽ ሓድሽ ኢንፎርሜሽን ትማል ዘንበብኮ ክኡር ፐርሰናል ክኸውን ማለት እዩ ሕጂ እቲ ማግነትስኪ ዝበሃል ሰብኣይ ሰርጌ ማግነትስኪ ዝበሃል ከም ዝበልካዮ ኦዲተር እዩ ነይሩ ኣብ ስርሑ ሬጉላር ስርሑ እንዳሰርሐ ከሎ ዓብይ ብልሽውና ኣብ ራሻ ረኪቡ ስለዚ ንዑ ስለ ዘቃልዖ እቶም ሓያላት ናይቲ ሃገር ሃብታማት ናይቲ ሃገር ምስቲ መንግስቲ ተማሳጢሮም የእሲሮሞ ኣብቲ ቤት ማእሰርቲ ዝወረዶ ምቅጥቃጥ ውን ገለን ከኣ ኣብኡ ዓሪፉ ማለት እዩ ናይ መቃብሩ ስእሊ ወይ ናይ ሂወቱ ስእሊ ገለመለ ብዊኪፒድያ ኣብ ገለ ሳይታት ኣሎ ሕጂ ቀዳመይቲ ካብቲ ሕጊ ውፅእ ኢልካ ዋላ ንእሽተይ ክተብለካ ኣብ ኣሜሪካ ባይቶ መፂኦም ንዲስካሽን ዘቕረቦ እቲ መሳርሕቱ ዝነበረ ኣሜሪካዊ እቲ መሳርሕቱ ዝነበረ ኣሜሪካዊ ናብዚ ዓዲ ዘለዉ ክልተ ሰነተራት ሓደ ጆን ማኬን ንሱ ናይ ኣሪዞና ነይሩ ሞይቲ ሓደ ከዓ በን ካርዲን ይበሃል ናይ እዚኦም ጥቃና ዘለዎ ሜሪላንድ ናቶም ሰነተር እዚኦም ክልቲኦም ተሓባቢሮም ብክልቲኡ ፓርትታት ናይ ኣሜሪካ ብሪፓብሊካን ብዲሞክራት ደገፍ ረኪቡ ሕጊ ዝኾነ ኦባማ ከዓ የማን ፀጋም ከይበለ ቀልጢፉ ፈሪሙሉ ሕጊ ናይ ኣሜሪካ ኮይኑ ማለት ሕጂ እቲ ሕጊ እንታይ እዩ ዝብል ነዚ ከምዚታት ገይሩ ገፊዑ ኣብ እስር ቤት ሰብኣዊ መሰል ናይ ሰብ ዝረገፀ ሰብ ኣብቲ ኣሜሪካ ተርክበሉ ናይ ፋይናንስያዊ ነገራት ክትቀፅዖ ስጉምቲ ክትወስደሉ ከም ትኽእል ዝብል ናብ ራሻ ጥራሕ ዘተኮረ ሕጊ ነይሩ ድሓር ግን ናብ ኩሉ ኣብ ኩሉ ሃገራት ዘሎ ግፉዓት ከርክብ ዝኽእል ሕጊ ኮይኑ ወፅዩ ማለት ሕጂ እታ ዝበልኳ ትምህርቲ ክንደይ ካባና ኢና ካብ ውሽጢ ኤርትራ ምሳና ዝነበሩ መሳርሕትና ተኣሲሮም ተቢሎም ኢልና መፂና ቡገና ዝረሳዕናዮም ወይ ዘይንኸሰሎም እዚ ግን ሓደ ኣሜሪካዊ ነቲ መሳርሕቱ ዝነበረ ራሻዊ ከሲሱ ሕጊ ውፅኡ ሱሳ ዝኾኑ ራሻውያን ኣቕፂዑ ብድሕሪኡ ከዓ ንካልኦት ዝተርፍ ሕጊ እውን ገይሩ ማለት እዩ። ሕጂ እቲ ክንገብሮ ንኽእል ሊሚትድ ከም ዘይኮነ ንዓና ትምህርቲ እዩ። እቲ ሕጊ እውን ኣብቲ ትሕዝትኡ ምስ ከድካ ንፋይናንስያዊ ትሕዝቶታት ናይዞም ከምዚ ዓይነት ሰብኣዊ መሰል ዝረግፁ ውልቀ ሰባት

ተመሳሳሊ ሕጊ ገሊኤን እውን ንኣሜሪካ ቀዲመን ተመሳሳሊ ሕጊ ኣብ ብዙሓት ሃገራት ኣሎ እዚ ዝጠቐስካዮ ናይ ካናዳ ሓደ ካብኡ ክኸውን ይኽእል እዩ ብማግኒትስ ከም ዝፅዋዕ እኳ ሕጂ ቅድም ኢልካ ስኻ ኢኻ ነጊርካኒ ግን ተመሳሳሊ ሕጊ ኩለን ሃገር ላይክ ብዙሓት ሃገራት ናይ ምዕራብ ከም ዝገበራ ንፈልጥ ኢና እዚ እዩ ትሕዝቱ ንሰብኣዊ መሰል ረጊፅካ ምስ ኣሜሪካውያን ገንዘብካ ክተታሕዝ ከምዘይብልካ ተጌርካ ከዓ ከምትቕፃዕ ዝገብር ሕጊ እዩ እዚ እቲ ጀነራል ናቱ
ፅቡቕ በሬ ሕጂ እዚ ማግኔትስኪ ኣክት ኣብ ኣብ ካናዳ ገና ብደረጃ እማመ ጥራይ እዩ ቀሪቡ ዘሎ እምበር ዝተገብረ ዝኾነ ይኹን እገዳ ወይ ማዕቀብ ናይ ማግኔትስኪ ዛጊት የለን ምስዚ ዝተሓሓዝ ግን ኣብ ልዕሊ ናይ ኤርትራ ስርዓት ክሳብ ሕጂ ብዙሕ ዝተፈላለየ እገዳታት ገሊኡ ኣብ ቦትኡ ዘሎ ገሊኡ ከኣ ኦረዲ ተላዒሉ ዘሎ እገዳታት ኣሎ። ብሓፈሻ ነዚ ክሳብ ሎሚ ኣብ ልዕሊ ኤርትራ ተነቢሩ ዘሎ እገዳታት እንታይ ዓይነት ስእሊ ክትህበና ትኽእል? ብብዙሓት ወገናት እቲ እገዳ ኣብ ልዕሊ ሃገር ዝተነብረ እገዳ ወይ ኣብ ልዕሊ ህዝቢ ዝተነብረ እገዳ ገይሮም ዝጥምትዎ ኣለዉ እሞ ኣብ ልዕሊ ኤርትራ ክንበር ዝጸንሐ እገዳታት እንታይ እንታይ የጠቓልል እንታይ መብርሂ ክትበና ትኽእል ኣብዚ? እወ
ብዙሕ ግዜ እቶም ናይ ህግደፍ ወይ ናይቲ ስርዓት ናይ ኣብ ኤርትራ ዘሎ ቀንዲ ካራክተር ናቱ ሜይቢ እቶም ኣገልግሎት ሳልሳይ ዙርያ ወይ ገለ እዮም ኣለልዮማ ክንብል ንኽእል ኢና፣ ኣማውቱና ትበሃል። ምኽንያቱ እቲ ናብኦም ዝመጽእ መቕጻዕቲ ኩሉ ግዜ እንህለውኹም ከ ኣብዚ ነዚኦም ከምኡ ይብልኹም ኣለዉ ይብሉካ። ሕጂ እቲ ኣማውቱና ክዳን ትዝክራ ተኾይንካ እታ ሬንጀር ክስታይ ነበረት ናብኦም ምስ መጸት ወረቨር ተቃውሞ ድዩ ዋላ ድሌትና ንበሎ ሕጂ ነቶም ኣገልግሎት ኣማውትና ኢሎሞም ማለት እዩ እዚኣ ኣብ ማዕቀብ ዝገብርዋ ዲፈንስ ከዓ ነቲ ህዝቢ ኣማውትና እዮም ዝብሎም ዘሎ ከመይ መሲልካ እቲ ማዕቀብ ክንሪኦ ኢና ሕጂ ናብቶም ናብቲ መንግስቲ እዩ መፂ ናብቶም ኣካላት ናይቲ መንግስቲ ናይ ትራቭል ኣፅዋር ናይ ምግዛእ ወይ ገለ ምክንያቱ ኣብቲ ከባቢ ተሸግር ሃገር ኮይና ጅቡቲ ደሎ ዩጋንዳ ደሎ ገለ ደሎ ኩለን እየን ከሲሰና እቲ ማዕቀብ ዝበሃል እውን መጀመርያ ቅድሚ ናብ ብፀጥታዊ ብባይቶ ፀጥታ ናይ ሕቡራት ሃገራት ከይሓለፈ ከሎ መጀመርያ ኣብ ኢጋድ እዩ ሓሊፉ እተን ናይ ኢጋድ ሃገራት ተሰማሚዐን ሕጂ እዚአን መይቢ ኢትዮጵያ ፅልዋ ነይርዋ ዳርጋ ኢትዮጵያ ገይራቶ ገለገለ ክትብል ትኽእል ኢኻ ብድሕሪኡ ግን ብኣፍሪቃዊ ሕብረት እውን ሪኮመንድድ ኮይኑ እዩ። ብድሕሪኡ እዩ ናብ ሕቡራት ሃገራት ካብቲ ሓፈሻዊ ባይቶ ናብቲ ባይቶ ፀጥታ ከይዱ። ሕጂ እንታይ እዩ ከዓ እቲ ቀንዲ ክሲ በቃ ዕግርግር ትገብር ኣላ እዛ ሃገር እንታይ ንግበራ ዝብል እዩ። ስለዚ ኣፅዋር ገዚኣ ስለ ተዕገርግረና ደላ ኣፅዋር ከም ዘይትገዝእ ንግበራ እዚኣ እያ እታ ሕጊ ግን ምናልባት ከም ስቕ ኢልና ንዛረብ ከይንህሉ ካብ ኣፍና ጥራሕ ከይሰምዖ መታን እቴን ሰውርስ ኣምፂና ዶ ንርእዮም ነዞም ሰብ ሽዑ ሕጂ ስክሪን ሸር ክገብር ሕጂ እተን እገዳ ዝበሃላ ኣብ ኤርትራ ክልተ እየን እታ ሓንቲ ኣብ ክልተ ሽሕን ትሽዓተን፣ ናይንቲን ኦው ሰቨን፣ እያ ትብሃል፣ ዓሰርተ ትሽዓተ ባዶ ሸውዓተ እያ ትብሃል፣ እታ ካልኣይቲ ከኣ ኣብ ክልተ ሽሕን ዓሰርተ ሓደን ነዛ ናይ ነታ ቀዳመይቲ ትድግፍ ዝወጸት ዕስራ ዕስራን ሰለስተን እያ ትብሃል። ሕጂ እታ ዌብሳይታት ኣብ ዝለዋ UN Docs ኢልኩም ኣብዛ ክትረኽብዋ ትኽእሉ ኢኹም። ዝኾነ ሰብ ካብዘን ቋንቋታት ዝኽእል ኣነ እንግሊዝኛ እየ ዝኽእል ካብዘን ኣብ ዘለዋ ሶ ናብኣ እየ ክወስደኩም ግን ዓረብ ዝኽእል ተሎ ክሊክ ገይሩ ክረኽቦ ክእል እዩ መታን ንሕና ዘይኮና ንዛረብ ዘለና ኣንቢበ እየ ዝነግረኩም ዘለኹ ትተባህለ ማለት እዩ ሕጂ እታ ዓሰርተ ትሽዓተ ባዶ ሸውዓተ ትበሃል እዚኣ እታ ነቲ እገዳ ዘወሰነት ናይ ክሪስማስ ፕረዘንት እዩ ዝብላ እቲ ዲክታተር ዕለት ዕስራን ሰለስተን ዲሰምበር ክስታይ እያ መፅያ ሕጂ እቲ ቀንዲ ሓሙሽተ ገፅ እያ እንዳ ዶክመንት ብዙሕ የብላን ላይክ ሜቢ ናይ ፍርቂ ሰዓት እውን ኣይትኸውን እያ እታ ንባብ ሶ እታ ቀንዲ ሰብ ክርዳኣ ዘለዎ ኤርትራ ብናይ ኩነታት ናይ ሶማልያን ምስ ጅቡቲ ዝገበረቶ ረፅምን ዝተመልከተ እዩ መፂዋ እዚ መቕፃዕቲ ትዝክርዎ ተኾንኩም ሽዑ ምስ ጅቡቲ ኣብ ወታደራዊ ረፅሚ ኣትያ ነይራ በቲ ድሕሪ እቲ ረፅሚ ከዓ ዳርጋ ኣይተዓረቕን ዝዓይነቱ እዩ እቲ ወታደራት ናይ ጅቡቲ ዝነበርዎ ቦታ ከዓ ደፊኣ ብምካድ ሒዛቶ ዝብል ክሲ መፂዋ ናብቲ ዝነበርኩሞ ኩነታት ተመለሱ እዛ ስታተስኮ ኣንተ ትበሃል ዘረባ ኣይፈትዋን እንድዮም ግን ንሳ እያ ደጊማ መፅያቶም ነይራ ማለት እዩ ሕጂ እዚ ኩሉ ብዛዕባ እቲ ኮንሰርን ናይ ኢትዮጵያ ንኣብነት ሕጂ እዚኣ እንታይ ትብል ኣላ ኤሪትሪያ ሃዝ ናት ዊዝድሮውን ኢትስ ፎርስስ ቱ ደ ስታርስ ኮ ኣንተ ኣዝ ኮልድ ባይ ዘ ሰኪሪቲ ካውንስል ሕጂ ብቅድሚኡ ዳርጋ ክንደይ ዝኮን ዶ ኣሎ ዓመት ከባቢ ተሓቲቶም ኔሮም ሲ ተመለሱ ስታትስ ኮ ኣንተ ማለት ሕጂ ስታትስ ኮ ማለት ህሉው ኩነታት ማለት እዩ ኣንተ ከኣ ቅድም ዝነበረ ግን እታ ናይ ሕጊ ቃል ጌሮማ እምበር ኣንተ በሉም ማለት እዩ ኣንተ በሉም ከኣ ብላቲን ቅድሚ ኩናት ማለት እዩ ሕጂ ስታትስ ቅድሚ ኩናት ዝነበረ ኩነታት እዮም ሎም ተመለሱ ኢሎም ሕጂ ነዚ ስለ ዘይገበሩ እዩ እቲ ማዕቀብ መፂኦም ምስ ኢትዮጵያ ምስ ገለ ገለ ደተሓዝ የብሉን ኦፍኮርስ ዲፕሎማሲ ከምኡ ኢትዮጵያ ከዓ ነዚ ኩነታት ተጠቂሞምሉ ክኾኑ ይኽእሉ እዮም እቲ ቀንዲ ኣክሽን ግን ብመንግስቲ ኤርትራ ዝተገበረ ወታደራዊ ረፅሚ እዩ ብድሕሪኡ ዝተሓተትዎ ነገር እንተ ኣሎ ኣብ እዚ ፓራግራፍ ቁርብ ሓድሽ ኣለታ ደንብባ ነበርኩ ዶክመንት ኣይኮነትን ግን እንታይ ዝብል ኣሎ ምሩኻት ነይሮም ደቂ ጅቡቲ ነቶም ደቂ ጅቡቲ ምሩኻት ኣይንርእየኩምን ኢና

ህላዌኦም ከተረጋግጽ ብዛዕባ እዞም ፕሪዝነርስ ኦፍ ዎር ዝብላ ኣሎ ሽዑ እቲ ዲማንድ ማለት እዚ እታ ደሲሽን ከዓኒ ኣብዚኣ ነሎ ዓንቀፅ ሓሙሽተ ማለት እዩ ደሲሽን ፕሬቨንት ሴል ኦር ሳፕላይ ኦፍ ኦር ብኤሪትራን ናሽናልስ እንታይ ዝበሃል መራኽብ ወይ ብነፋሪት ኣርምስ ብረት ማለት እዩ ኩሉ ዓይነት ብረት፣ ዌፐንስ፣ ኣምኒሽን፣ ተተኳሲ፣ ወታደራዊ መጓዓዝያ፣ ሚሊታሪ ቬሂክልስ፣ ኢኩፕመንት፣ ፓራ ሓውሲ ወታደራዊ ዝኾነ ነገራት፣ ስፔር ፓርት ናይ እዚታት ኩሉ ወታደራዊ ነገር ንኤርትራ ዝኽልክል እዩ። ሕጂ ኣብ ኤርትራ ማይ ምስ ተሳእነ ነዳዲ ምስ ተሳእነ ወይ እውን ዝኾነ ፅርግያ ምስ ተባላሸወ ትቦ ምስ ተሰበረ እገዳ እዮም ዝብሉ ሕጂ እቲ እገዳ ካልእ የብሉን እዚ እዩ ዝኽልክል ብረት እዩ ዝኽልክል ስፔር ፓርት ናይ መድፍዕ እንተደኣ ተባላሽካ ሲ ልቸ የላን ኢልካ ክትከልእ ከመይ ጌርካ ተመኻኒ ማለት እዩ እዚኣ እታ ናይ 209 እያ እዚኣ ድሕሪኡ ኣብ 211 እውን ነዚኣ ትሕይል መፅያ ኣላ እቲ ዌብሳይታ ራእይዎ ኣብዚ ኣነታ ናይ እንግሊሽ ስነደንብብ ከምኡ ገይረ ክንብበዐ ግን ብዙሕ ግዜ ከይንወስድ እዚ ነገር እዚ ቅድሚ ሕጂ ኢልናዮ ዝነበርና ቅድሚ ሕጂ ወሲንናዮ ዝነበርና ውሳነታት ንዕኡ ንሪተሬት እዩ ዝብልዎ ንምድጋም እታ ውሳነ እውን ኣብዚ ተጠቂሳ ንህለት ካብ ክልተ ሽሕን ትሽዓተን ዝነበረ ናይንቲን ኦ ሰቨን ነዚታት ኣብ ናይ ሶማልያ ዝገበርዎ ምትእትታው ስለ ስቲል ጠጠው ከብልዎ ስለ ዘይከኣሉ ማለት እዩ። ብድሕሪኡ እቲ ትራንዚሽናል ፌደራል ጋቨርንመንት ዝበሃል መሰጋገሪ መንግስቲ ናይ ሶማልያ ዝበሃል ንዕኡ ብዙሕ ዕንቅፋታት ይገብርሉ ስለ ዝነበሩ እቲ መንግስቲ ሶማልያ እውን ዝጠለቦ እዩ ባይዘወይ ኣርመኒዮ ንተጋገ ተለኹ ግን እዚ ሕጂ ዘሎ ፕረዚደንት ናይ ሶማልያ ኣብቲ ሽዑ እዋን ፕረዚደንት ናይ ሶማልያ እሱ'ዩ ነይሩ። እቲ ማዕቀብ ክመፅእ ኣተኹ ወፃኹ ወታደር ዓለምኩ ገለ ዝብል ዘሎ ቅድም እቲ ማዕቀብ እውን እሱ ከሎ እዩ መፂዋ ንኤርትራ ቀንዲ ጠላቢት ናይቲ ክስታይ ከዓ ሶማልያን ጅቡቲን እየን ነይረን። ሕጂ ኣብ ክልተ ሽሕን ዓሰርተ ሸሞንተን ሰላም ወሪዱ ምስ ተባህለ እቲ ማዕቀብ ብጠለብ ማለት ኣብቲ ፅሑፋት እውን ኣይንረኽቦና ግን መንግስቲ ኢትዮጵያ እዩ ጠሊቡ መንግስቲ ኢትዮጵያ ጠሊቡ ደሓን ሕጂ ረቪው ተተገበረ ይፀከ ዝብል ኣምፅኡ ተላዒሉሉ ማለት እዩ እቲ መን ኣብይ ኣሕመድ ማለት እዩ ኣብይ ኣሕመድ ፐርሰናል ከዓ እዚ ናይ ኢጋድ በዓል ስልጣን ዘሎ ሕጂ ቸርማን እንዲ ፕሬዚደንት ናይ ኢጋድ ዘሎ ወርቅነህ ገበየሁ ዝበሃል ሰብኣይ እሱ ወፃእ ጉዳይ ናይ ኢትዮጵያ እዩ ነይሩ ሽዑ

ተገምጢሉ ንኢጋድ ክኸስስ እዩ ተራእዩ ኢጋድ ከዓ ናይ ኢኮኖሚ ዶ ናይ ባንክ ዶ ናይ ማሕረስ ዶ ናይ ገለ ድበሃል ዲፓርትመንት የብሉ ኣለዎ ኣለዎ ክኸውን እዩ ዝረአ ሰብ ግን የለን እቲ ዝኽሰስ ዘሎ እቲ ሳንክሽን ይለዓል ዝበለ ሰብኣ እዩ ሕጂ እንታይ መሲልካ ስኢልካ ቆሎ ጥጥቆ እዩ እቲ ሳንክሽን ኣብቲ ዝነበረሉ እዋን ንኤርትራ ፕሩፍ ኮይኑ ማለት እዩ ኣብቲ ወታደራዊ ኣቑሑትን ስፔር ፓርትን ኣይትግዝእ ዝተባህለትሉ እዋን ዝገዝኣቶ ኣፅዋርን ዝገበረቶ ዂናትን ግጭትን ገለ ኣይነበረን። ልክዕ እሱ ጠጠው ምስ በለ ኸኣ ናብ ኲናት ኣትያ ማለት እዩ። ሕጂ በቲ ኤርትራዊ ዜጋ በቲ ኤርትራዊ መንእሰይ ኮንካ ክትሪኦ ከለኻ ከማን ልክዕ ኣብ ኲናት ምስ ኣተወት ከኣ ብዙሕ ኤርትራዊ መንእሰይ ግዳይ ኮይኑ ማለት ኣብ ዘይምልከቶ ጉዳይ ደቂ ካልኦት ሃገራት እውን ተጋሩን ኢትዮጵያውያንን ገለ ኮይኖም እንዲም በቲ ናይ ኤርትራ ሳይድ ኮይንና ክንሪኦ ከለና ግን እዚ ማዕቀብ እዚስ ህይወት ናይ ኤርትራውያን መንእሰያት እውን ዓቂቡ ነይሩ እዩ ምክንያቱ ልክዕ ምስ ተላዕለ ናብ ኩናት ኣትዮም ሕጂ ብከምኡ ጌርና እውን ተረእናዮ እትስ ሓደ ቫንቴጅ ፖይንት ይብሎ ትምልዓሉ ከምዚ ዓይነት እዩ ነይሩ ምናልባት ክምለስ ይኽእል ዶ ዝብል ሓቲትካ ነርካ ምስለኒ ሕጂ እቲ ኮዝ ናይ መልዓሊ እዩ ኢትዮጵያን ሶሪ ኤርትራን ጅቡትን ዝገበሮ ወተሃደራዊ ረፅሚ ብቲ መጀመርያ ብድሕሪኡ ብቲ ሶማልያ ዝገበርዎ ምትእትታው ነይሩ ሕጂ ክምለስ ዝኽእል እዩ ዝብል ኣነ እውን ከምኡ ፕሮፖዝ ገይረ ነይረ ክምለስ ዝኽእል ክብል ከለኹ ግን እዚ ነገር እዚ ሰሪሑ ስለ ዝነበረ ክምለስ ኣለዎ ዝብል እዩ እቲ ሪዝን ግን ሕጂ ካልእ ሪዝን ኣሎ ኣብ ትግራይ ዝገበርዎ ምትእትታው ኣብ ሕጂ ንሪኦ ኣለና ኣብ ሱዳን እውን ከምኡ ዝመስል ነገራት የርእዩ ኣለዉ ንኣፍሪቃዊ ሕብረት ዝገደፈሎም የብሉም ብቀዳማይ ስቲል ቦርን ከምዚ ዝሞቱ ውድብ እዮም ኢሎም ንኢጋድ እውን ዝኩሉ ተመሊስና ኢሎም ክስታይ ሕጂ እቲ ኩነታት ይጥዕም እዩ ዘሎ ንከምዚታት ማይሲ እቶም ተፃባእቲ ኩሎም ከም ብሓድሽ መፅዮም እቲ ማዕቀብ ሰሪሕዎ ዝነበረ ነገር ከልጊልዎ ዝነበረ ኩናት ከዓ መፅዩ ሕጂ ግን ዝኾነ ካልእ ሪዝን በቲ ናይ ቀደም ሪዝን ክምለስ ኣይክእልን እዩ ግን ካልእ ሪዝን ከልዕል ኣሎ መሊኡ ሪዝን ከ ኣሎ ማለት እዩ ምስ ናይ ትግራይ ኩናት ዝተሓሓዝ ኣብ ናይ ኣብይ ኣሕመድ ስርዓትን ኣብ ናይ ኤርትራ ስርዓትን ብኣሜሪካ ብፍላይ ዝተነብረ ማዕቀባት እውን ነይሩ እቲ ናይ ኣብይ ኣሕመድ ማዕቀባት ፀኒሑ ዝተላዕለ ክኸውን ከሎ እቲ ኣብ ልዕሊ ኤርትራ ዝተነብረ ግን ዝተላዕለ ይመስለኒ እሞ ብዛዕባ እዚ ከንታይ ትብለና እወ
ናይ ኣሜሪካ ሕጊ ኣሎ ንመምሃሪ ውን ክኾነና ንኻልኦት ሼር ክገብሮ እዚ so እዚኣ ኩሉ ሰብ ቸክ ይግበራ ናይ ኣሜሪካ ሕጊ ክመሃር ዝደሊ ማለት እዩ ECFR dot gov ይበሃል ዝኾነ dot gov ተለዎ ብዙሕ ግዜ ናይ መንግስቲ ኣሜሪካ website ማለት እዩ እዚ ኣብ ኣሜሪካ ዘሎ federal regulations ኩሉ ሕግታት ኣብዚ ዘሎ ታይትል ዋን ታይትል ቱ ታይትል ገለ እንዳበለ ልክዕ እቲ መንግስቲ ዝጥቀመሉ ሕግታት ኣብዚ እዩ ዝመሓየሽ ተኮይኑ እውን ኢንሰርት እንዳገበሩ እዮም ዝገብርዎ ሕጂ እታ ታይትል ሰላሳን ሓደን ትበሃል ንትሬዠሪ ንገለ ትምልከት ታይትል እዚኣ እያ ማለት እዩ ሕጂ ኣብዛ ታይትል ሰላሳን ሓደን ኣብ ከባቢ ኣብዚኣ ፎሬን ኣሰት ዝብል ዘሎ ኣብ መበል ሓሙሽተ ሚእትን ሓምሳን ኣከባቢ ንኢትዮጵያ ዝምልከት ሕጊ ኣሎ ኣብኡ እዩ ከዓ እቲ እገዳታት ወፂኡ ዘሎ ዝምልከት ኣብ ዝርዝሩ ክንከዶ ኢና ግን ጀስት በዚኣ ክንጅምር ማለት እዩ ኢትዮጵያ ሳንክሽንስ ሬጉሌሽን ዘሎ ኣሎ ኣክቲቭ ዘሎ ሕጂ ሕጂ ዘሎ ሕግታት እዩ ዘርእካ ዘሎ እዚኣ ሓሙሽተ ሚእትን ሓምሳን ትብለላ ኣብ ታይትል ሳላሳን ሓደን ብ ምዕራፍ ከዓ ሓሙሽተ ማለት እዩ። ሕጂ ኣብዚ ንኢትዮጵያ ዝምልከት እዩ እቲ ሕግታት ዝበዝሐ ግን ኣብ ምስ ኩናት ናይ ትግራይ ተታሒዙ ስለ ወፂ ዘሎ ንኤርትራ ዝምልከት እውን ኣለዎ። እቲ ማዕቀብ ገለመለ ክንከዶ ኢና ግን ብዙሕ ግዜ ንፋይናንስ ንገለ ዝምልከት ሕጊ ክወፅ ከሎ እተን ከርእየን ደልየ ዘለኹ እዚኣ እንታይ መሲልካ እታ ዲፈንስ ናይ ናይ መንግስቲ ህግደፍ ዲፈንስ እዚ ነገር እዚ ንህዝብና ከጥምይዎ ደልዮም ገለገለ እዩ ዝብል ሕጂ እቲ መንግስቲ ኣሜሪካ ሕጊ ምስ ኣውፅእኻ እተን እተን ንሕና ኣይንውዕሎን ኢና እዚ ዝበልዎ ኣጊድናኩም ከለናሲ ኢሉ እገዳ ጌርናልኩም ከለናሲ ንድርቂ ዝምልከት ነለካ ድራውት ፉድ ረሊፍ ናይ መግቢ ሓገዝ ናይ ኒትሪሽን ሜዲካል ዲስትሪቢሽን ወይ ናይ ሕክምናዊ ነገራት ንሄልዝ ኬር ሓገዝ ንዝተወፅዑ ሰባት ንኣረጋውያን ገለ እዚታት ኣይምልከቶምን እዩ እዚ እገዳ ናህና ነዚታት ኣይትንክፍን እዩ ዝብል ዘሎ ኣብ ኢትዮጵያን ኣብ ኤርትራን ማለት እዩ ካልእ ሓንቲ ከርእያ ደልየ ነበርኩ እተን ሕጂ ዘለዋ እገዳታት ክምለሰን እየ ግን ስቲል እቲ እገዳ ዘይምልከቶ ነገራት እዩ ሊስት ገይሩ ዘሎ ማለት እዩ ሕጂ ናይ ኣግሪካልቸራል ኮሜዲቲ ናይ ሕርሻ ሕጂ ኣቢሉ ኣቢሉሲ እቲ መንግስቲ ነቲ ህዝቢ ክጭቁነሉ ዝኽእል ነገራት እዮም ዝኽልክሉ እምበር ከምዚ እቲኦም ኣማውትና ክብሉ እዚኦም ከዓ ኣይንልክሞም ኢና ነዚኦም ህዝቢ ክብሉ እዩ እቲ መንጎ ጌም ዘሎ ማለት እዩ ሕጂ እቲ ነዚታት ዘይረኣየ ንለካ ሕጂ ንኣብነት ፉድ ፎር ሂማንስ ዝብል ኣሎ ከምዚ ንኣብነት ኩሉ ሰብ ጀሪካን ገለ ዝሰድድ ኣሎ ዓደስ ወላ ገለ እዩ ካብዚ ዝኸይድ ሓንሳ ሓንሳዕ ዘሕዝነካ እዚታት ኩልኩል ኣይኮነን ዘርኢ ንመግቢ ዝኾኑ ፈርቲላይዘርስ እዚ ኣክቹዋል ሕጊ ናይ ኣሜሪካ እዩ ዘርእየኩም ደሎ ከምዚታት ኣይምልከቶምን እዩ ነቶም እቲ ማዕቀብ ብከምዚ ጌርና ኣይንውፅዕን ኢና እዩ ዝብል ዘሎ ማለት እዩ እቶም መንግስቲ ግን እዚ እቶም ህግደፍ ማለት እየ ነዚ ዓቢሶም ነቲ ህዝቢ ዓፅዮምኻ እዩ ዝብሎ ሕጂ እገዳታት ኣብ መስከረም 221 ኤግዘኪቲቭ ኦርደር ዝበሃል ወፂኡ ነይሩ 1406 እንታይ ዝብል ዘሎ እቲ ሰክረታሪ ናይ ትሬዠሪ ናይ መንግስቲ ኣሜሪካ ናይ እንታይ ዝበሃል ትሬዠሪ ክፍሊ ገንዘብ ዲና ክንብሎ መቐመጢ ግምጃ ቤት ገለ እዮም ዝብሎ እዞም ኣምሓሩ ትሬዠሪ ብትግርኛ ኣይፈለጥኳን ግን ክፍሊ ናይ ገንዘብ ክፍሊ ናይ ሃብቲ ናይ ኤርትራ ናይ ኣሜሪካ እሱ ስልጣን ተዋሂብዎ ኣሎ በዛ ኤግዜክቲቭ ኦርደር 14 046 ትበሃል ብኣ ተመርኩሱ ከውፅእ ይኽእል እዩ ግን ነዘን ነገራት እዚአን ዓንቶይ ዘውፃኾን ከይትንክፈን ዝብል ነተን ንሂማን መግቢ ንዘርኢ ንሕክምና ንደቂ ኣንስትዮ ንኣረጋውያን ገለ እዚታት ከይትንክፎ እምበር ካብእ መቕፃዕቲ ግበሩ ዝብል ሕጊ ወፅዩ ሕጂ ናብተን ክስታይ ከዓ ክምለስ ናብተን ሕግታት እዚኣ ከም ታዓንቶይ ዝራኣነ ኦፊስ ኦፍ ፎሬን ኣሰትስ ኮንትሮል ዝባሃል ኣብ ውሽጢ ናይ ትሬዠሪ ናይ ኣሜሪካ ዘሎ ኦፊስ እዩ ሕጂ ነዚኣ ብዙሕ ሰብ ኣብ ኒውስ ውን ሪእዎ ክኸውን እዩ ጀነራል ፍሊጶስ ወልደዮሃንስ በቲ ዓንቶይ ዝጠቐስናዮ ናይ ማግኒትስኪ ኣክት ብእኡ ኣብ ኣሜሪካ ተኸሲሱ መግለፂ ወፂኡሉ እዩ። ሕጂ ካብ ንዓይ ትሰምዑኒ ግን ኣብዚኣ ሽሙ ሰርች ይገብሮ ኣለኹ ፊሊጶስ ትብል የእትየሉ ኣለኹ እንደን ሽሙ ወፂኡ ማለት እዩ ስቲል ኣብታ ሴም ፔጅ የደ ኣለኹ ብዙሕ ግዜ እቲ ስፐሊንግ ናይ ሽሞም ኣብ ዝተፈላለየ ዶክመንት ክስታይ ስለ ዘውፅዎ ገሊኡ ካብ ፓስፖርቱ ዝተረኽበ እዩ፣ ገሊኡ ካብ ኣይዲኡ ዝተረኽበ እዩ፣ ገሊኡ ቀደም ዝንቀሳቐሰሉ ዝነበረ ወረቐት ዝተረኽበ እዩ፣ ገለ ሕጂ ኩለን ዓይነት ስፐል ኣገባብራ ናይ ሽሙ እተን ዝረኸብዎን ሓንሳብ ኣፀሓሕፋ ሓንሳብ ኤፍ ኣይ ኤል ኣይ ገይሮም ኣለዉ፣ ሓንሳብ ፒኤች ገይሮም ኣለዉ፣ ዳብል ኤል ገለ ሽም ኣቡኡ ሽም ኣባሓጉ ኣብዚኣ ኢንተረስት ዝገበረትኒ ከዓ እዚ መወዳእታ ዘሎ ዓዲ ኣብዚ ፕሌስ ፒኦቢ ማለት ፕሌስ ኦፍ በርዝ ማለት እዩ ፀሎት ኣስመራ ኤሪትሪያ ይብል ኣሎ ኣብዚ ከዓ ሽረ ትግራይ ዝብል ኣሎ ኣምናት ሰይን ገይርዎ ድዩ ዓዱ ድዩ ይኮነን ኣይኮንኩን ድብ ደለኹ ኣብ ገሊኡ ዶኩመንት ናቱ ግን ከምኡ ዝብል ረኺቦም ኣሎ ማለት ናይ ቆልዑ ድዩ ምስ ዓበየ ድዩ ተጋዳላይ ከሎ ድዩ ገለ ግን ካብዚ ኩሉ ሃገር መንደፈራ ወይ ኣዲስ ኣበባ ገለ ዘይገበሩ ሽረ ተገይሮምሉ ግን ኣብ ገለ እዋን ናይ ህይወቱ ከምኡ ኢሉ ተጠቂሙ ኣሎ ዝኾነ ሰነድ ማለት እዩ ኤኒወይ ግን ናብቲ ዝርዝር ናቱ ምስ ከድካ እዚ መዓስ ይወፅዩ ኣብ ነሓሰ 2021 ይወፅዩ ትሬሪ ሳንክሽንስ

ወታደራዊ መራሒ ኤርትራዊ ወታደራዊ መራሒ ብኣዝዩ ሲርየስ እንታይ ፅኑዕ ዝኾነ ዕቱብ ዝኾነ ናይ ግህሰት ሂማን ራይትስ ኣቢዩዝ ግህሰት ሰብኣዊ መሰል ኣብ ትግራይ ተኸሲሱ እገዳ ገይሮምሉ ኣለዉ። ሕጂ እዚ እገዳ ከምዚ ዓንቶይ ዝበልናዮ ናይ ማግኒትስኪ ዝበሃል ንውልቀ ሰብ ኣብ ገንዘቡ እዩ ዘብል። ሕጂ ንኣብነት ተጋዳላይ እንድዩ ወላ ጀነራል ይኹን ተጋዳላይ ከኣ ቀዳድያ ጅብኡ እንድዩ ዝበሃል ሕጂ ብገንዘቡስ ወልሓንቲ ክገብሩ ኣይክእሉን እዮም ኢሎም ዝሓስቡ ብዙሓት ሰባት ክህሉ እዮም እዚኦም ጀነራላት ናይ ኤርትራ ኣብ ዝተፈላለየ ነገር እንዳዋፈሩ ሚልዮነራት እዮም ኩሉ ሰብ ዝፈልጦ እዩ ሕጂ መንግስቲ ኣሜሪካ ካታይ ገይሩ ዘሎ ኣብዚኣ እውን ክንጠቕሳ ማለት እዩ። እዚ ኩሉ በቲ ናይ ማግኒትስኪ ዝበሃል ኣክት፣ በቲ ናይ ማግኒትስኪ፣ ግሎባል ማግኒትስኪ ሂዩማን ራይትስ ኣካውንታብሊቲ ኣክት ዝበሃል ብኡ መሰረት ገይሮም እዮም ከሲሶሞ ዘሎ። ንምንታይ እዩ ፎር ቢንግ አ ሊደር ኦር ኦፊሻል መራሕን በዓል ስልጣንን ኣብቲ ዕቱብ ወይ ፅኑዕ ዝኾነ ሰብኣዊ መሰል ከቢድ በደል ተኮይኑስ ከቢድ ሓይሽ እዎ ከቢድ እታ ሲሪየስ ትብል ክስታይ ከቢድ ሰብኣዊ መሰል ግህሰት ዝተካየደሉ ኣብ ዘካየድ ዘሎ ኦንጎይን ኢልዎ ዘሎ ምክንያቱ እዚ ኣብ 221 ተፃሒፉ ግርጭት ኣብ ትግራይ ሕጂ እንታይ ከዓ ኢሉ መጠንቀቕታ ማለት እዩ ትሬሪ ዲፓርትመንት እቲ ክፍሊ ናይ ገንዘብ ክቕጽል እዩ ዊል ኮንቲኒ ከምዚታት ክገብር ድሓር ብዛዕባ እቲ ሲትዌሽን ናይ ትግራይ ገለ ቀፂሉ ማለት እዩ ብዙሓት ዝኽሰሱ ኣካላት ኣለዉ ሕጂ ብዛ መወዳእታ እንታይ ኢሉ ፊሊጶስ ኢዝ ቢንግ ደዚግነይትድ ፐርስዋንት ቱ እዚኣ ሕጂ እታ ዓሰርተ ሰለስተ ሸሞንተ ዜሮ ሸሞንተ ትብል ፕረዚደንት ትራምፕ ዘመሓየሻ ዝወሰኸላ ነቲ ናይ ማግኒትስኪ ኣክት እያ ከመይ ጌራ ንካልኦት ሃገራት እውን ኢምፓክት ከም ትገብር ዝምልከት እዩ ሕጂ በዚ መሰረት ኢሉ እዚ ሰብ እዚ ከምዚ ዓይነት እዚ ውልቀ ሰብ ማለት ሓደ ሰብ ከምዚ ዓይነት እገዳ ምስ በፅሖ ኩሉ ንብረት ኤንድ ኢንተረስት ኣብ ንብረት ወይ ፍርቂ ንብረት እዩ ኣለዎ ንኣብነት ገዛ እንድሕር ኣላቶ ፍርቃ ናቱ ፍርቃ ናይ ካልእ ሰብ እንድሕር ኮይና ኢንክሉዲንግ ንሳ ማለት እዩ ፊፍቲ ፐርሰንት ኦር ሜ ኦር ሞር ካብኡ ንላዕሊ ዘለዎ ንብረት ኩሉ እዚ ነገር እዚ ይምልከቶ እዩ ብባንክ ናይ ብባንክ ናይ ኣሜሪካ ክጥቀም ኣይክእልን እዩ ካብ ኣሜሪካዊ

to or to the benefit of ንዕኡ ወይ ንዕኡ ዝጠቅም ጌርካ እንድሕር ኣቢልካ ነዚ ሕጊ እዚ ትጥሕሶ ኣለኻ ማለት እዩ። ስለዚ እቲ ኤርትራዊ ኣብኡ መጺኡ ምስኡ ተሳኢሉ ዝመጽእ ወይ ገለ ስእሊ ድያ ዋላስ ካብኣ ንኔው ኣላታ ክነጣይቐሉ ኣለና ማለት እዩ። ኢፍ እንተ ደኣ ዝኾነ ሰብ ምስዚ ምትሕሓዝ ኣለዎ ኮይኑ ከምኡ ዝገብር ኣሎ ኮይኑ ከኣ ክሕተተሉ እዩ ማለት እዩ። ሕጂ ሓንቲ እዚኣ ሓንቲ እገዳ ማለት እዩ። እዚኣ ግን ናብ ውልቀ ሰብ እያ። ብድሕሪኡ ኣብ ብድሕሪኡ ኣብ እቲ ትሬዠሪ እንታይ ኣውፂኡ ነይሩ መጀመርያ ፕረዚደንት ባይደን ኢለካ ኣብ ዓሰርተ ኣርባዕተ ዜሮ ኣርባዓን ሽዱሽተን ትብል ኤግዜክቲቭ ኦርደር እዩ ዝበሃል ካብ ተፈፃሚት ቤት ፅሕፈት ዝወፅእ ትእዛዝ ማለት እዩ ናይ ፈፃሚ ትእዛዝ ኣብ ዝምልከቶም ኣካላት ኣብ ኤርትራ ዘለዉ ነቲ ትሬዠሪ ነቲ ክፍሊ ገንዘብን ንናይ ወፃኢ ጉዳይ ሚኒስተር ናይ ኣሜሪካን ስልጣን ሂበዮም ኣለኹ ስጉምቲ ውሰዱ ዝብል ማለት እዩ። እሶም ከዓ በብታ ትምልከቶም እዚኣ ገይሮም እታ ሓንቲ ነዚአን ኣካላት እዚአን ሓደ ኤሪትሪያን ዲፈንስ ፎርስ ተኣጊዱ ዘሎ ገንዘብ ከይመሓላልፍ ማለት እዩ ካብ ትሬዠሪ ወይ ናብኡ ዝኸይድ ገንዘብ ጠጠው ክብል ከም ዘለዎ ካልኣይ ፒኤፍዲጄ ማለት ፒፕልስ ፍሮንት ፎር ዲሞክራሲ ን ጃስትስ እዚ ክነዞ ኣሎና ሓሳብ ሳልሳይ ሕድሪ ትራስት እዚ እቲ ክፍሊ ማዕከን ናይ ገንዘብ ዝብልዎ ናይ ህዝባዊ ግንባር ሕድሪ ትራስት እዚኣ ከዓኒ ሬድሲ ኮርፖሬሽን ዝኾነ ሰብ ናብዚአን ትካላት እዚአን ሰልዲ ዝሰድድ እንተደኣ ኣሎ ነዚ ሕጊ እዚ ይጥሕሶ ኣሎ ማለት እዩ። ነዚ ናይ ትሬዠሪ ሕጊ ትዝክሮ ተኾንካ ድራር ናይ ምክልኻል ዶ ገለ ኢሎም ሓደ ግዜ ወፍያታት ጀሚሮም ነይሮም ኣብ ዓመት ዳርጋ ሓሊፉ ንኸውን ከምዚ ሕጂ ይኸውን ክሪስማስ ቀሪቡ ነይሩ ድራር ተጋዳላይ እዩ ዝበሃል ከምኡ ኢታትዎ ብዙሕ ገንዘብ ምስ ኣዋፅኡ ገሊኦም ኤርትራውያን ናብ ትሬዠሪ ዲፓርትመንት ሪፖርት ገይሮም ሪፖርት መግበሪ እውን ኣሎ ጠጠው ኣቢሎሞ ምክንያቱ ኣብቲ ጎፋንድሚ ዝበሃል ክስታይ ኩላህና እውን ክንፈልጦ ማለት እዩ ኣብ ጎፋንድሚ ከድካ ፖሊሲታት ናትኩም ገንዘብ ክትእክቡ ከለኹም ዝብል ኣሎ ሕጂ ንመንግስቲ ኣሜሪካ ዝኣገዶ ኣካል ገንዘብ እንተ ተዋፀኣልኻ ጎፋንድሚ ክቕበሎ የብሉን። ነዚኣን ብድሕሪ ሕጅን ዝኾነ ናይ ህዝባዊ ግንባር ነገር ሬድሲት ኮርፖሬሽን ሕድሪ ትራስት ዘበለ ጎፋንድሚ ገይሮም ክእክቡ ከለዉ ነዚ ሕጊ እዚ ስለ ዝጥሕስዎ ከምዚ ሕጊ ምሂርና ጥራሕ ከይንኸይድ ማለት ኣፕሊካብሊቲ ናቱ እዚ እዩ እዚኦም ከምዚኣ ገይሮም ገንዘብ እክብሎ ጠጠው ኣብልዎም ክበሃል ኣለዎ። እቶም ካልኦት ክልተ ሰብ በቲ ማግኒትስኪ ይኮኖም ግን በዚ ማለት ተሓዊሶም ደሎ ሓደ ኣብርሃ ካሳነ ማርያም ይባል እዚ እቲ ወዲ ካሳ ማለት ናይ ሃገራዊ ድሕነት ሓላፊ እዚ ከዓ ሓጎስ ገብረ ህይወት ወልደ ኪዳን ዳብሊው ኪዳን እዮም ወልደ ኪዳን ይመስለኒ እዚ ከዓ ሓጎስ ሓጎስ ክሻ ማለት እዩ ናብዚኦም ዝኸይድ ገንዘብ እውን ከምኡ ምኽንያቱ እቲ ህዝባዊ ግንባር ሓንሳሓንሳእ ብውልቀ ሰባት ስለ ዝሰርሕ ናብ ናይዚኦም ጁባ ዝኸይድ ውን ኩልኩል ዩ ማለት ዩ። ሕጂ እዚ ጽኑዕ ክሳብ ሕጂ ዘሎ እገዳ ኣብ ኤርትራ ማለት ዩ። እዚኣ እንድሕር ተኣጊዱ ከምቲ ዓንተወይ ዘርኣኹም ናይ ማሕረስ ኣቑሑት ኣይተኣገደን፣ ናይ ረድኤት ነገር ኣይተኣገደን፣ ናይ ሕክምና ነገር ኣይተኣገደን። ትዝክሮ ተኾንካ ቅድሚ ኣዋርሕ ቁሩብ መይቢ ክንደይ ይኾን ዝሳመር ከሎ ናይ ካንሰር ማሽን ክንገዝእ ኣዋጽኡ ይብሉ ነይሮም። ሕጂ ጀነራል እያ ናይ ካንሰር እንታይ ናይ ካንሰር ኣብ ዝኾነ ቃለ መጠቕ ሳልስቲ ከምኡ ገይረ ነይረ ናይ ካንሰር እንታይ እያ ካንሰር ድያ ተካፋፍል ትሰርሕ ድያ እንታይ እያ ትገብር ናይ ኤምኣርኣይ መስኣሊት እያ እዮም ክብሉ ደልዮም ግን እቲ ዲቴይል ናታ ነቲ ሰብ ኣየድልዮን እዩ ገንዘብ ክእክቡ ስለደልዮም ዘለዉ ከምዚ ትስሕብ ነገር እዮም ናይ ካንሰር ማሽን እዮም ዝብልዋ ግን ናይ ብሓቂ መንግስትስ ካብዚ ወፃኢ ዘሎ ሰብ ሰልዲ ዋፂ ድዩ ኤምኣርኣይ ማሽን ዝገዝእ ኣይኮነን ካቨር ካቨር እዩ ሕጂ ንሕና ከዓ ነዚኣ ፈትሊ እዚኣ ክሳብ መወዳእታ ዝርዝራ ከይድና ክንሪኣ ክንክእል ኣለና ምክንያቱ ኣብኡ ናበይ ከም ትኸይድ ክንሪኣ ማለት እዩ በቲ ሓዋላ ናቶም ጌራ ድያ ትኸይድ ብረድሲ ጌራ ድያ ትኸይድ ንክስቶ ሃቦ ድያ ትበሃል ወይ ገለ ምክንያቱ ኤቨር ብሕጂ ናብዚ ሊስታ ዝኣትዉ ሰብ ክንረክብ ኢና ማለት እዩ ወይ ከዓ በዞም ኦሬድ ኣትዮም ዘለዉ ጥቀሙ እንተኮይኖም ከዓ ክነብሎ ኣለና ማለት ክንከታተሎ ኣለና ማለት ሕጂ እዚአን እገታታት ተባሂለን ዘለዋ ኣብዚ ሕጂ ፀኒዐን ዘለዋ ካብ ዩኤን ኣይኮነን ካብ ኣውሮፓዊ ሕብረት ኣይኮነን ግን ካብ መንግስቲ ኣሜሪካ እዩ እቲ ናይ መንግስቲ ኣሜሪካ ሶፍት ፓወር ዝበሃል እቲ ወታደራዊ ሓይሊ ዘይኮነ እቲ ዲፕሎማሲያዊ ሓይሊ ግን ፅልዋ ማለት እዩ ኣሜሪካ ከምኡ ተገይራ ንዩጋንዳ ግደፊ ክትብላ ትኽእል እያ ዩጋንዳ እውን ክትሰምዕ ትኽእል እያ ንብረት ናይ ኤርትራውያን ናይዚኦም ካብ ህዝቢ ሰሪቖም ዘበሉካ ኣብ ዩጋንዳ እዩ ዘሎ ወይ ኣብ ሳውት ሱዳን እዩ ዘሎ እዚአን ክሰምዓ ዝኽእላ ወይ ኣብ ኢትዮጵያ እዩ ዘሎ ካልኦት ሃገራት ኣብ ኣውሮጳ ዘለዋ እውን ከምዚ ተሰሪቑ ዝመፀ ገንዘብ ወይ ምስ ናብ ከምዚኦም ዝተኣገዱ ኣካላት ዝኸይድ ገንዘብ ጠጠው ክነብለሉ ንኽእል መንገዲ ኣሎ ስለዚ እዚ እውን ሃሱ ክንብሎ ክንክእል ኣለና ካብቲ ቶፒክ ቁሩብ ወጽየ ተኮይነ ደሓን ፍሬኖ ትሕዘኒ ኢካ ኖኖ ኣይወጻኻን በሬ ብጣዕሚ ጽቡቕ ዝኾነ መብርሂታትን ትንተናን ክትህበና ኣምሲኻ ኣለኻ ብርግጽ ኣነ ብዙሕ ተማሂረ ኣለኹ ተኸታተልቲ ውን ካብዚ ናትካ ኣስተምህሮ ብዙሕ ከምዝኸስቡ ርግጸኛየ ስለቲ ግዜኻ ከምኡውን ብዙሕ ተዳሊኻ መጺኻ ዝገበርካልና መብርህን ኣስተምህሮን ደጊመ እንዳመስገንኩ ዝኸበርኩም ተኸታተልቲ ስለ ምሳና ዝገበርኩምዎ ጻንሖት የመስግን ከም ለበዋ ከኣ ናብዚ ንገብሮ ዘለና ናይ ሓበሬታን ናይ ኣስተምህሮን ጻዕሪ ንኽትድግፉና ነዚ ነካይዶ ዘለና ዝርርብ ላይክ ኮመንት ሼር ብዓቢኡ ከኣ ሳብስክራይብ ምግባር ኣዚዩ ሓጋዚ ስለ ዝኮነ ብከምዚ መገዲ ክተተባብዑና ውን ምሕጽንታይ ከቅርብ ይፈቱ ስለ ምክትታልኩም የመስግን። የቐኔለይ ዮኒ ንዓይ ውን ሓንቲ መስመር ሜይቢ ሓንቲ ሚኒት ተወሲኽካኒ እንታይ ክብል ደሊ መሲልካ እቲኦም ከምዚ ዝገብሩ ኣሕዋት ኩላትኩም እዚ ዩቱብ ድዩ ዋላ ብሳተላይት ገለ ተመሓላልፉ ዶ ኣለኹም ይርዳኣኒ እቲ ተሕልፍዎ ግዜ ተጥፍእዎ ንከምዚታት ዝኸውን ስለዚ ኣነ ጥራሕ ደይኮንኩ ኩላትና ክንተሓባበር ኣለና ሕጂ ሼር ላይክ ሳብስክራይብ ግበሩ ገለ ክብል ከሎ ዮናታን ከምዚ ሞኖተነስ ከይኮነኩም ካባይ ከዓ ስምዕዎ ማለት እዩ ሕጂ ሼር ላይክ ሳብስክራይብ ግበሩ ነቲ ዝሰርሖ ዘሎ ናብ ብዙሕ ክበፅሕ ምክንያቱስ ግዜ ኣጥፊኡ ብፕሮፈሽናል መንገዲ ገለ እዩ ምናዳ ዮናታን ዝሪኦ ዘለኩ ምድላዉ ኣዝዩ ፅቡቅ እዩ ስለዝስ ንኩላህና ጥቅሚ እዩ ንዓኩም ፌቨር ኣይኮነን ዝሓተኩም ዘሎ ስለዚ ኩላህና ንመሃር ኣነ ውን እንዳመፃኩ ከበርክት እየ thank you ዮናታን ነዚ ዕድል ዝሃብካኒ ክምለስ እየ ከኣ hopefully ተዓዲምካ ብጣዕሚ የመስግነካ በሬ መጀመርያ ስለቲ ዝገበርካዮ ኣስተምህሮ እዩ ነይሩ እቲ ምስጋናይ ሕጂ ግን ካብኡ ሓሊፉ ከዓ ነዚ ቻነል ንምዕባይን ንምብርታዕን ዝሃብካዮ ለበዋ ኣዝዩ ሓጋዚ እዩ ከምቲ በሬ ክብለኩም ዝጸንሐ ክቡራት ተኸታተልቲ በሬ ኣብ ቀጻሊ እውን ኣብዚ መደብ እንዳዓደምኩ ከምጽኦ ብዙሕ ዝርርባት ክንገብር ኣስተምህሮ ኣብ ዝተፈላለየ ዛዕባታት እውን ተራዳዲእና ኣለና ብዙሕ ናይ ሓባር ዘዛርብ ነገራት ስለ ዘለና ስለዚ ንስኹም እውን ናይዚ ዝርርባትና ተኻፈልቲ ንኽትኮኑ ምሳና ኣብዚ ቻነል ሳብስክራይብ ብምግባር ምስ ካልኦት እዚ ዝርርባት የገድሶም እዩ ትብልዎም ፈተውትን ወገናትን ብምክፋል ነቲ Spread the word እዮም ዝብልዎ እዞም ዓዲ ነቲ ነቲ ቃል ነቲ ዝርርባትካ ናብ ካልኦት ብምክፋል ነቲ ናይ ኩልና ጻዕርን ድሌትን ክትሕግዙና ጻውዒተይ የቕርብ። እንደገና የመስግነካ በሬ ሓወይ ብሩክ ምሸት ይግበረልካ ክቡራት ተኸታትልታ ከዓ ሰሰናዩ